ሰላም ሰላም ኣሕዋት እንቋዕ ደሓን መጻኹም ናብዚ ናተይ ቻነል ምሳኹም ዘለኹ ቤት ተሓፍትኹም እየ ሎማዓንቲ ድማ ፓስታ ብቬጋን ኣሰራርሓ ማለት እዩ ከመይ ጌርና ቅልል ዝበለ ኣብ ገዛ ንሰርሖ ሒዘልኩም መፅእ ኣለኹ ከም ዝትርእይዎ ዘለኹም ኣስቤዛ ቀሪበ መፅእ ዘለኹ ኣብዚ ክልተ ካሮት ኣለና ሓንቲ ጉዕ በርበረ ሽጉርቲ ሓንቲ ሓንቲ ፓፕሪካ፣ ሓንቲ ኦቨርጂኒ፣ ሓንቲ ድማ ዚኬኒ ቐሪበ ኣለኹ። ኣብዚ ድማ ዝተመትረ ብሮኮሊ ኣለኒ ማለት እዩ። ናይ ፍሪጅ ስለ ዝኾነ ተመቲሩ ጸኒሑ ናይ በረድ ማለት እዩ ተገዝአ። ኖርማል ድሕር ኣለና ከዓ ከምኡ ንቕርብ ማለት እዩ። ዓቕና ቬጅቴብል ክንቅርብ ንኽእል ኢና። ኣሕምልቲ ተይልና ነውሕዶ ንኽእል ተደልና ነብዝሖ ንሕና ንፈትዎ ዓይነት ካልእ እንድሕር ሃልዩ ከዓ ክንውስኸሉ ንኽእል ኢና ፀገም ዝበሃል የብሉን ኣዝያ ቀላል ኣሰራርሓ እያ ሕጂ ጊዘ ንኸይንወስድ መታን ኩለን ሓፂበ ቐሪፈ መቴርየን ክመፅ እየ ሕራይ እምበኣር ሕጂ ከምዚ ትርእይዎ ዘለኹም ከምዚ ገይረ መቴረ ወዲኤ ኣለኹ ሕጂ ቀመም ክገብረሉ እየ ኣብዚኣ ቁርብ ኦሊቭ ኦይል ቀሪበ ፀኒሐ ኣለኹ ዘለና ዓይነት ዘይቲ ክንጥቀም ንኽእል ኢና ኦሊቭ ኦይል ቁሩብ ገብረሉ እየ ሓንቲ ማንካ ድማ ሽጉርቲ ፃዕዳን ጅንጅብልን ጥሒነ ኣብ ፍሪጅ ክተቐምጦ እዩ እዚኣ ከዓ ሓንቲ ክገብረላ እየ ከምዚ ዓይነት ሳልሳ ዝኾነ ዓይነት ሳልሳ ክንገብር ንኽእል ኢና ከምዚ ዓይነት ሳልሳ ብባሲሊኩም ተቃመመ ሳልሳ ማለት እዩ ቁሩብ ተጠቂመሉ ፀኒሐ ካብኡ ውን ቁሩብ ክገብረሉ እየ

ፀሊም በርበረ ቁሩብ ክንስንሶ ኣለየ ብዝሆን ኣብ መወዳእታ ከዓ ሁሩድ ማለት እዩ ሁሩድ ኣዝዩ እዩ ንጥዕናና ፅቡቅ ስለዚ ብተካእለና መጠን ኣብ ዝኮነ ፀብሒ ቁሩብ ከነጥፍኦሉ ንፈትን ሕብሪ ከይቅይሮ መታን ቁሩብ እየ ክገብሮ እላ የብዝሓሉኒ ሕጂ እዚኤን ኩለን ብሓንሳብ ከዳውሰን እዩ ኣው ይቕሬታ ጨው ከዓ ረሲዐ ኣለኹ ጨው ከዓ ቁሩብ ክገብረላ እየ ሕጂ እዚኤን ነዳውሰን ዋላ ሓንቲ ስራሕ የብላን ኣዝያ ቀላል እያ ንቬጋን ዝምገቡ ድማ ተመገብቲ ኣዝያ ቀላል ዝኾነት ኣሰራርሓ ግድን ብፓስታ ጥራሕ እውን ኣይኮናን ክንበልዖ ንኽእል ኖርማል ብባኒ ብሩዝ ክንጥቀመሉ ንኽእል ኢና ብፓስታ እውን ኣዝዩ ይምቅር ማለት እዩ ኣብዛ ጎና ከኣ እዚ እንዳ ገበርና ከለና ከኣ ማይ ናይ ፓስታ ሰኽቲተ ኣለኹ ጨውን ዘይትን ገይረ ነቲ ማይ ሰኽቲተዮ ኣለኹ ማለት እዩ ሕጂ እዚኣ ንዒስራ ደቂቕ ዝኸውን ብክልተ ሚእቲ ዲግሪ ሴንቲግሬድ ኣብ ባክ ኦፈን ክገብሮ እየ ብዙሕ ምውት ኣይብልን እዩ እቲ ኣሕምልቲ ማለት እዩ ከምኡ እንተዘይ ትዘይ ሞይቱ እዩ ከኣ ጽቡቅ ምክንያቱ እቲ ኩሉ ቪታሚን ሚነራልስ ንረክቦ ስለ ንረክቦ ማለት እየ ሕጂ ን ዕስራ ደቂቅ ዝከውን ብ ክልተ ሚእቲ ዲግሪ ሴንቲ ግሬድ ኣብ ባኮፈን ከእትዋ እየ። እምበኣር ሕጂ ማየይ ሸረኽረኽ ኢሉ ፈሪህ ኣሎ ዓቐና ፓስታ ማለት እዩ ከምዚ ዓይነት ፓስታ ከእትዎ እየ ሕጂ ኣነ ዓቐና ዝኣኽለና ፓስታ ኣንቢብና ክንደይ ደቂቕ ከም ድበስል ማለት እዩ ዓሰርተ ደቂቕ ድብላ ዝፅሕፎ ወይ ከዓ እንዳፈተና ነእቱ ሕጂ እዚ ፓስታ እውን ክፈልሕ ክገድፎ እየ ብድሕሪኡ እታ ካብ ባክኦፈን ምስ ወጸት እታ ሕምልቲ ናትና ክምለሰኩም እየ። ሕራይ እምበኣር ኣሕዋት ናትና ኣሕምልቲ ከምዚ ኮይኑ በሲሉ ተወዲኡ ኣሎ ኣዝዩ ፅቡቅ ኮይኑ በሲሉ ኣሎ ሕጂ እታ ፓስታ እውን ከምዚኣ በሲላ ኣብዚኣ ቁሩብ ቀኒ ሰምፅየ ኣለኹ ከምዚኣ ገይረ ኣሕምልቲ ገይረ እዚኣ ኣዝዩ ናይ ጥዕና መግቢ እዩ ካብ ኩሉ እቲ ኣሕምልቲ ሙት ስለ ዘይበለ ኣዝዩ ተመራፂ ይኸውን ብዘይ ንሱ እውን ፓስታ ኩሉ ግዜ ካብ ብስልሲ ገለ ንሰርሖ ብኣሕምልቲ ክንበልዖ ከለና ከዓ ንጥዕናና ኣዝዩ ፅቡቅ ክኸውን ማለት እዩ ጅርጅር ማለት እዩ ሳላጣ ሓፂቢ ቀሪበ ኣለኹ ንሰን እውን ኣብዚኣ ክገብረን እየ ከም ተወሳኺ ናይ መወዳእታ ማለት እዩ ሃ እዚኣ ቅድሚ ሕጂ ርእኩም ነይረ እየ ናይ ፀብሒ ሌቢቶ ትብል ቪድዮ ሰሪሐልኩም ነይረ ከምኣ እውን ካብኣ ከዓ ኣዝዩ ብዙሕ ጥቕምታት ኣለዎ እሱ ኣግፊሐ ኣብቲ ቪድዮ ገሊፀ ኣለኹ እቶም ዘይረእኹማ ዘለኹም ኣብ ትሕቲ ቪድዮ ኣለኩም ኣቲኹም ብምርኣይ ተጠቀምቲ ናይዚ ለቢቶ ክትኮኑ ይዕድመኩም ማለት እዩ ኣነ ካብኣ ከዓ ሓንቲ ማንካ ክገብረላ እየ ሓንቲ ወይ ክልተ ማንካ በታ ንእሽተይ ናይ ሻሂ እዩ ዝበሃል ኣነ ግን ሓንቲ ክገብረላ እየ ከምዚኣ ጌርና ኣብ ገዛ ኣዳሊና ንመግቢ ንምሳሕ ንድራር ስሉጥ ዝኾነ ኣሰራርሓን ጥዕና ዝመልኦን ኣመጋግባን ክንምገብ ይዕድመኩም ማለት እዩ ኣነ ሰውራ ሰውራ እዩ ኣሕዋት ኩላ ኣዳልየ ከምዚኣ ጌረ ወዲኤያ ኣለኹ ኣዝያ ጽብቕትን ጥዕምትን ብዘይ ንሱ እውን ጥዕና ዝመልኦ ዓይነት ኣመጋግባ እዩ ከምዚ ጌርኩም ክትምገቡ ኣነ ክዕድመኩም ይፈቱ ፈቲኽናኣ ወይ ፈቲኹማ እንድሕር ኮንኩም ከዓ ሼር ብምግባር ንካልኦት ኣሕዋትና ከተላልይዎም እምሕጸነኩም ማለት እዩ እቶም ተኸታተልቲ መደብ ናተይ ሳብስክራይብ ዘይገበርኩም ዘለኹም ከኣ ብናትኩም ሳብስክራይብ ናትኩም ሓገዝ ስለ ዝኾነ እታ ቻነለይ ትምዕብል ሳብስክራይብ ብምግባር ነዛ ቻነል ፋሚሊ ክትኮኑ ዝያዳ ይዕድመኩም ግዜ ወሲድኩም ምሳይ ብምጽናሕኩም የቐንየለይ እንዳበልኩ ድማ ብካልእ ቪድዮ ክሳብ ንራኸብ ሰሰናይ ንዓኹም ቻው